ሰላም ኩሉኹም የሕዋተይ እንቋዕ ናብዚ ቻነል ብዛሓን መጻኹም ሎም ብዛዕባ ህይወት ገለ ኩርናዓት ክንርኢ ኢና ትርጉም ህይወት ብፈላስፋታት ተመራመርቲ ስነ መለኮት ሳይንቲስትን ሓሰብትን ኣብ ዝተፈላለዩ ባህልታትን ዘመናትን ዝተሃሰ ዓሚቕ ሕቶ እዩ ብዓብዩ ኣብ ኣረኣእያ ዓለምን እምነትን ተመክሮ ሓደ ሰብ ስለ ዝምርኮስ ብዓለም ደረጃ ዝሰማዖ ዝሰማዓሉ መልሲ የለን። ይኹን እምበር ውሑዳት ኣረኣእያ ግን ኣሎ። ኣብ ፍልስፍናዊ ኣረኣእያ ብዙሓት ፍልስፍናዊ ትውፊታት ምስ ትርጉም ህይወት ይቃለሱ እዮም። ገሊኦም ከም ህላውነት፣ ትርጉም ባህርያዊ፣ ትርጉም ከም ዘይብላ፣ ውልቀ ሰባት ድማ ብምርጫን ተግባራትን ናይ ገዛእ ርእሶም ዕላማ ምፍጣር ምዃኑ ይሕብሩ። ብኣንጻሩ ካልኦት ኣብያተ ትምህርቲ ከም ስቶይሲዝም ወይ ስቶይክ ትርጉም ብጽቡቕ ስነ ምግባር ካብ ምንባርን ዋሕዚ ህይወትን ካብ ምቕባልን ከም ዝመጽእ ይምጉቱ ብሃይማኖታዊ ኣረኣእያ መብዛሕትኡ ሃይማኖታዊ ትውፍታት ብዛዕባ ዓላማ ህይወት ኣብ መለኮታዊ ፍቓድ እተሰረተ ኣረኣእያ እዩ ዝህብ ንኣብነት፣ ኣብ ክርስትና ዕላማ ህይወት መብዛሕትኡ ግዜ ንኣምላኽ ምግልጋልን ትምህርቱ ምስዓብን እዩ ዝረኣ። ኣብ ህንድነትን ቡድሂዝምን ትርጉም ህይወት ብመንፈሳዊ ዕብየት፣ ርእሰ ምግንዛብ ወይ ምብራህን ሓርነትን ምርካብ፣ ሞክሻ ወይ ኒርቫና ክረኣ ይኽእል። ብሳይንሳዊ ኣረኣእያ ዓይኒ ስነ ህይወት፣ ህይወት ከም መስርሕ ምድሓን፣ ምብዛሕን ምትሕልላፍ ጀኔቲካዊ ንዋትን ጌርካ ክርዳእ ይከኣል እዩ። ክልሰ ሓሳብ ፍልቀት፣ ዕላማ ህይወት፣ ምዕባለን ምትዕጽጻፍን ምቕጻልን ህላወ ዓሌታት ምርግጋጽን ምዃኑ ይሕብር። ብውልቃዊ ኣረኣእያ ድማ ብዙሓት ሰባት ብርክባት፣ ብውልቃዊ ዓወታት፣ ብፍቕሪ፣ ብፈጠራ ወይ ነቲ ዝዓበየ ጽቡቕ ኣበርክቶ ብምግባር ትርጉም ህይወት ይረኽቡ። ንገሊኦም ዓቢ ዕላማ ኣብ ክንዲ ምድላይ ኣብቲ ጉዕዞ ባዕሉ ሓጎስ ምርካብ ፍጻሜ የምጽእ'ዩ ይብሉ። ሩሚ ዝተባህለ ኣብ መበል ዓሰርተ ሰለስተ ክፍለ ዘመን ዝነበረ ፋርሳዊ ገጣምን ምስጢራዊ ብዛዕባ ህይወት ዓሚቕ መንፈሳዊ ፍልስፍናን ኣረኣእያ ነይርዎ። ኣብ ጽሑፋቱ ብዙሕ ግዜ ህይወት ብዛዕባ ስጋዊ ህላወ ጥራይ ዘይኮነስ ብዛዕባ ዝዓምቖን ነፍሳውን ጉዕዞ ናይ ምርዳእ ሕብረትን ምስ መለኮታዊ ምዃኑ ይመሓላለፍ ወይ ድማ ይሕብር። ገለ ቁልፊ ሓሳባት ካብ ሩሚ ኣብ ትርጉምን ባህርን ህይወት ኣደናቒ እዩ። ሩሚ ንህይወት ከም መንፈሳዊ ጉዕዞ እዩ ዝሪኣ። ውልቀ ሰባት ውሽጣዊ ሓቅን ርእሰ ንቕሓትን ክደልዎም ዘለዎም እዩ ይብል። ብዛዕባ ህይወት ምትላል ምፍሳስን ሓቀኛ ሕመረትካ ናይ ምርካብን መስርሕ ምዃኑ ድማ ይዛረብ። ብፍቕርን ብገዛእ ርእስኻ ምፍታሽን ኢድካ ምሃብን ዝለዓለ ክውንነት ምቃላዕ ከም እንኽእል ድማ ይምጉት። ዝኾነ ዝሰኣንካዮ ነገር ብሓድሽ መልክዕ እዩ ዝመጽእ። እዚ ድማ ህይወት ብቐጻሊ እናማዕበለት ከላ ህይወት ብለውጢ ዝመልአት ምዃና በቲ ብሓቂ ዝጠፍእ ነገር ከም ዘየለ ዘለዎ እምነት እንጸባረቑ እዩ። ህይወት ከም ሕብረት ምስ መለኮታዊ ንሮሚ ህይወት ናብ ዳግማይ ርክብ ምስ መለኮታዊ ዝመርሕ መንገዲ ኮይኑ መብዛሕትኡ ግዜ ከም ፍቕሩ ይመስል ፍቕሪ ምስ ዝዓበየ መንፈሳዊ ክውንነት ዘራኽበና ሓይሊ ምዃኑ ኣገዳስነቱ የጉልሕ። ህይወት በዚ መንጽር ነጸብራቕ መለኮታዊ ፍቕሪ ስለ ዝኾነ፣ ሰብኣውን መንፈሳውን ፍቕሪ ብምምልላስ ንኣድማስ ንምርዳእ ንቐርብ። ኣብ ገለ ጥቕስ እውን ከምዚ ይብል ነይሩ፣ ኣኽናፍካ ሒዝካ ኢኻ ተወሊድካ እሞ ብረር፣ ኣኽናፍካ ተጠቀመሉ፣ ኣይተንፋሕኹ ይብል። እዚ ድማ ህይወት ምሉእ ብምሉእ ክትነብር ከም ዝተዳለወት፣ መንፈሳዊ ምህዳምን ሓርነትን ተኽእሎ ከም ዘለዋ ይሕብር። ንህሉው ህሞት ሓቚፉ፣ ሩኒ መብዛሕትኡ ግዜ ንህይወት ከም ሓደ ሸለል ክበሃል ዘይግባእ ዝግንፍል ተኣምር ገይሩ ብምርኣይ ንህሉው ሞት ወይ ድማ ህሞት ምሕቋፍ የተባብዕ። ብዛዕባ ህይወት መወዳእታ ዘይብሉ ዕድላት ዕብየትን መንፈሳዊ ምንቓሕን ዝህብ ተኸታታሊ ህሞታት ምዃኑ ይዛረብ። ኣብዛ እትስዕብ ጥቕስ እውን ከምዚ ኢሉ ነይሩ፣ ከም ገረብ ኩኑ፣ ዝሞቱ ኣቐጽልትኹም ክረግፉ ሕደግዎም። እዚ ድማ ነቲ ዝሓለፈ ገዲፍካ ኣብ ህሉው ህሞት ከተተኩር ዝሃቦ ምኽሪ ዘንጸባርቕ ኰይኑ፣ ምሕዳስን ለውጥን ዘፍቅድ እዩ። ህይወት ከም ሳዕስዒት ተጻረርቲ፣ ሩም ተደጋጋምን ሳዕስዒት ተጻረርቲ ማለት ሓጎስን ሓዘንን፣ ብርሃንን ጸልማትን፣ ህይወትን ሞትን ከም ኣገዳስቲ ባእታታት ተመኩሮ ወዲ ሰብ ይጠቅስ። እዚ ንጽጽር እዚ ንክፍራሕ ዘይኮነስ ከም ኣካል መለኮታዊ ስርዓት ክሕቆፍ ከም ዘሎ ይእምት። ስለምንታይ ኢኻ በዚ ወይ በቲ ወይ ጽቡቕ ወይ ሕማቕ ትሑዛት ዘለኻ፣ ነገራት ብኸመይ ከም ዝወሃሃዱ ኣቓልቦ ግበር። ድማ ይብል። እዚ ድማ ህይወት ስኒት ዘለዎ ምትሕዋስ ንጽር እያ ይብል። ጽቡቕን ሕማቕን ኣብቲ ሓፈሻዊ ተመክሮ ቦታኦም ኣለዎም። ብመሰረቱ ሩሚ ንህይወት ከም ዓሚቕን ቅዱስን ተመክሮ ገይሩ እዩ ዝርእዮ። ብመንፈሳዊ ዕብየትን ፍቕርን ምስ መለኮታዊ ምትእሳርን ዕድላት ዝተመልአ ህይወት መንገዲ ህላወ ጥራይ ዘይኮነስ ናብቲ ዝዓመቑ ሓቅታት ኣድማስን ኣብ ውሽጡ ዘሎ ናቦታ ምንቃሕን እዩ ድማ ይብል። ኣብ መወዳእታ፣ ውልቀ ሰባት ዝተፈላለዩ መዳያት ህላወ እናዓበዩ፣ እናተማህሩን እናተመኮሩን ምስ ዝኸዱ ምስ ግዜ ኩሉ ዝቕየር እዩ ይብል። ባዕልኻ ድማ ዝተፈላለየ ትርጉም ክትብሉ ትኽእል ኢኻ። ገለ ውላድ እብል፣ ገለ ሃብቲ እብል፣ ገለ ዕቤት እብል፣ ገለ እውን ምንባር ነቲ ዘለካ ሃጎስ ምስቲ ምቓር እዩ። ዝተፈላለዩ መልሲ ክትብሉ ትኽእል ኢኻ፣ ብውልቂ ማለት እዩ። ንሎሚ ብዛዕባ ህይወት ገለ ዳህሲስና ናትኩም እውን መግለፂ ክህልወኩም ይኽእል እዩ ብዛዕባ ህይወት ኩሉ ኣካይዳና ማለት እዩ ናተይ እውን ገለ ገለ ዳህሲስ ተፀኒሐ ናተይ ርእቶ ካብቲ ናትኩም እውን ብዙሕ ዘፍሊ ይብሉን ኩሉ ረኣይዎ እሞ ኩሉ እዩ ዝቕየር እታ ዘይትቕየር ለውጢ ጥራይ እያ ስለዚ ኣብቲ ኮመንት እንታይ ይመስል ንስኹም እውን ገለ ሓሳባትኩም መጽሓፉ ኣነ እውን ካባኹም ክመሃር ዝተፈላለዩ ኩርናዓት ምምሃር እውን ጽቡቕ እዩ ምክንያቱ ተዛሪብና ጥራይ እንተኮይና ዋጋ ይብሉና ኣብ መወዳእታ ኩላና ይንዓብን ኢና ኣነ ርእቶ ይክህብ ኣብቲ ኮመንትኹም ብትገብሮ ተሳትፎ ድማ ኣዝየ ዘመስግን ንሎሚ ግን በዚኣ ክትኣኽለኒ እያ